ኣብ ውሽጥን ኣብ ወጻእን ብምዃን ዜና ዳሞራ ትከታተሉ ዘለኹም ሰማዕቲ ሰላም ጥዕና ይሃበለይ። ኣርእስተ ዜና፣ ሴንትራል ኮማንድ ጉጅለ ደብረጽዮን፣ ጸላኢ ውግእ ብእግሪ ብዘይምጅማሩ ሰራዊትና ይብተንን ብድሮን ይውዳእን ስለዘሎ ውጉእ ብህጹጽ ክጅመር ኣለዎ ብምባል ወሲኑ። ነቲ ውግእ ዝመርሑ ኣባላት ወተሃደራዊ ኮማንድ ትግራይ ግን ኣብ ሰራዊትና ዘሎ ወነ ልክዕ ስለዘይኮነ ዝተወሰነ ህድእ ንበል ምባሎም ጸብጻባት ኣመልኪቶም። ውዝፍ መንግስቲ ደብረጼን ከተማታት ትግራይ ኣርባዓን ሽዱሽተን ሚእታዊ ኣታዊኤን ማለት ልዕሊ ሓሙሽተ ቢልየን ብር ኣታዊኤን ናብ መኸተ ወይ ድማ ናብ ኩናት ክልእኻ ኣዚዙ። ጉጅለ ህወሓት መንግስቲ ኢትዮጵያ ዋላ ምዕራብ ትግራይ ክምልስ እየ እንተበለና እውን ኣራት ኪሎ ከይኣተና ኣይንምለስን ብምባል ወሲኑ። ወኪል ውድብ ሕቡራት መንግስታት ኣብ ኢትዮጵያ ህዝቢ ትግራይ ኩናት ኣየድልዮን፣ ኩለኹም ፖለቲከኛታት ናብ ዘተ ሰላም ተመለሱ ብምባል ኣተሓሳሲቦም። እትከታተልዎ ዘለኹም ዜና ዳሞራ እዩ። ሼር ሳብስክራይብ ላይክ ምግባር ኣይትረስዑ ዜና ብዝርዝር። ፅምዶ ኮሚቴ ወተሃደራዊ ኮማንድን ሴንትራል ኮማንድን ንሓደ ሰሙን ዝፀንሐ ኣኼባታት ኣብ ከተማ መቐለ ኣካይዶም ኣለው። ከምቲ ዝሓሰብናዮ ፀላኢ ውግእ ቀልጢፉ ኣይጀመረን፣ ሰራዊትና ይብተነናን ብድሮን ይሃልቕን ኣሎ ብምባል ከምዝገምገሙ ድማ ምንጭታትና ኣረጋጊፆምልና። ናብ ሴንትራል ኮማንድ ዝበሃል ብዶክተር ደብረፅዮን ዝምራሕ ውግእ ናይ ምውሳን ተኽእሎ ዘለዎ ኣካል ቅርበት ዘለዎም ምንጭታትና ከምዝሓበርዎ ኣብ ከተማ መቐለ ውግእ ንጀምር ዶ ታይ ንግበር ዝብሉ ብዝተፈላለዩ ኮሚቴታት ዝምርሑ ኣኼባታት ክሳብ ትማሊ ሰንበት ድሕሪ ሰዓት ክካየዱ እዮም ቀንዮም። ብመሰረት'ዚ ዝሓለፈ ሰኑን ሰሉስን ኮሚቴ ጽምዶ፣ ረቡዕን ሓሙስን ወተሃደራዊ ኮማንድ፣ ዓርቢ፣ ቀዳም፣ ክሳብ ትማሊ ሰንበት ድማ ሴንትራል ኮማንድ ትሕቲ መሬት መእከበ ኣለዎም ኣብ ዝበሃሉ ሆቴላትን መንበሪ ገዛ ጀነራላትን እናቐያየሩ ኣኼባታት ምክያዶም ምንጭታትና ይሕብሩ። ሶኒን ሰሉስን ኣብ ዝተፈላለዩ ዛዕባታት ዘዘተየ ኮሚቴ ፅምዶ ውግእ ብእግረኛ ቀልጢፍና ንጀምር፣ ንዘናጋዕ ኣለና ዝብል መደምደምታ ብምሓዝ ኣኼብኡ ከምዝዛዘመ እዩ ተረጋጊፁ ዘሎ። ውሳነታት ኮሚቴ ፅምዶ ንምግምጋም ረቡዕን ሓሙስን ዝተኣከበ ወተሃደራዊ ኮማንድ ግን ኣብቲ ውሳነ ዝተወሰነ ኣፈላላይ ከምዝፈጠረ እዮም ምንጭታትና ዝገልፁ። ወተሃደራዊ ኮማንድ ኣዘዝቲ ግምባርን ኣርምታትን ብፍሉይ ዝሓረይዎም ኣዘዝቲ ኮርን ብምዃን እዩም ብተነፃፃሪ ዕሙቕ ዝበለ ገምጋም ዘካየዱ። እቶም ወተሃደራዊ ኣዘዝቲ ኣብ ሰራዊቶም ቅድሚ ሕዚ ተራእዩ ዘይፈልጥ ህድማን ምብትታንን፣ ኢድ ምሃብ፣ ትእዛዝ ናይ ቀረባ ሓለፍቲ ዘይምቕባልን ብስፍሓት ይረኣ ምህላዉ ብምሉእ ድምጺ ደምዲሞም እዮም። ኩሎም ኣባላት ወተሃደራዊ ኮማንድን ብፍሉይ ዝተዓደሙ ኣዘዝቲ ኮርን ብተወሳኺ ክመጸኩም እዩ ዝተባህለ ሓገዝ ስለ ዘይተረኸበ፣ ኣብቲ ጽምዶ ዝበሃል ሓያል ጥርጣረ ከም ዘለዎም ግልጺ ምግባሮም ውሽጣዊ ምንጭታትና ይገልጹ። ካብ ወተሃደራዊ ኮማንድ ቀጺሉ፣ ዓርቢ ወይ ድማ ጁምዓ፣ ቀዳም፣ ክሳብ ትማሊ ሰንበት ኣኼባ ዘካየደ ድማ ውግእ ናይ ምውሳን ስልጣን ኣለኒ ዝብል ሴንትራል ኮማንድ እዩ። ሴንትራል ኮማንድ ምስ ኣዘዝቲ ግንባር ብምዃን ሰለስተ መዓልቲ ኣኼባ ተቐሚጡ እዩ ቀንዩ። ሴንትራል ኮማንድ ብዋናነት ኣብ ውሳነታት ኮሚቴ ፅምዶ ከምዝዘተየ እዮም ምንጭታትና ዘረጋግፁልና። ሴንትራል ኮማንድ ፀላኢ ከምቲ ዝሓሰብናዮ መጥቃዕቲ ክጅምር ኣይከኣለን ዘሎ። ስለዚ ዓርስና ንምክልኻል ኢና ንዋጋእ ዘለና ኢልና ንማሕበረሰብ ዓለም ንሰራዊትና እውን ክነእምን ኣይከኣልናን ስለዚ ታይ ንግበር? ፀላኢ ብፍላይ ባዕሉ ናይ እግረኛ ሰራዊት ክሳብ ዝጅምር ኲናት ስቕ ዶ ንበል ንፀበ ዶ ወይስ ታይ ንግበር? ዝብል ዛዕባ እዩ ተመያይጡ። ውግእ ባዕሉ ይጀምር ኢልና ስቕ ብምባልና ሰራዊትና ይብተን ኣሎ፣ ፀላኢ ብድሮን ይውደእና ኣሎ፣ ብቐንዱ ድማ ህዝቢ ትግራይ ይርሕቐና ኣሎ ዝብሉ መካታዕቲ ዝበልዎም ሓሳባት ኣብቲ ኣኼባ ተላዒሎም እዮም ይብሉ ምንጭታትና። ዝበዝሑ ኣባላት ሴንትራል ኮማንድ በቃ ዝሓዝናዮ ሒዝና ናብ ውግእ ንእቶ፣ ንድሕሪት እንተ ተመሊስና ዝገደደ ውድቀት እዩ ዝበሉ እንትኾን፣ ኣብ ሰራዊትና ዘሎ ወነ ዝሞተ እዩ ንሕሰበሉ ዝበሉ ኣዘዝቲ ግንባር ኣብቲ ኣኼባ ከም ዝተረኸቡ እውን ተረጋጊፀሎም። ካብ ዝተሳተፉ ኣዘዝቲ ግንባር ሕዚ ንውግእ ዝኸውን ድልውነት ኣብ ሰራዊትና የለን፣ ዝተወሰነ ንጽናሕ፣ ካልእ መንገዲ ንኣልሽ ዝብል ሓሳብ ዘቕረቡ ኣዘዝቲ ግንባር ከም ዘለዉ እውን ካብ ምንጭታትና ኣረጋጊጽና ኣለና። እትከታተልዎ ዘለኹም ዜና ዳሞራ እዩ። ሼር፣ ሳብስክራይፕ፣ ላይክ ምግባር እይትረስዑ። ይቕጽል ኣለኹ። ጉጅለ ህወሓት፣ መንግስቲ ኢትዮጵያ ዋላ ምዕራብ ትግራይ እንተመለሰልና እውን ውግእ ጠጠው ኣይነብልን፣ ስርዓት ኢትዮጵያ ከየፍረስና ኣይንምለስን ምባሉ ወሃቢ ቃል እቲ ጉጅለ ኣይተ ሚኪኤለ ኣብ ድምፂ ወያነ ብምቕራብ ኣረጋጊፁ። ገለ ተንተንቲ ፖለቲካ፣ ወሃብ ቃል ጉጅለ ህወሓት ከምዚ ብግልፂ ምምፅኡ ፅቡቕ እዩ። ህዝብና እቲ ኩነታት ጉዳይ ስልጣን ኣራት ኪሎ ምዃኑ ዕላዊ ይኾነሉ፣ ኣብ ማሕበረሰብ ዓለምን ህዝብታት ኢትዮጵያን ክህሉ ዝኽእል ደንገርገር እውን ዝቐርፍ እዩ ዝብል ቅዋም ዘቐመጡ እንትኾን፣ ገለ ፖለቲከኛታት ድማ ጉጅለ ህወሓት ኣቕሪብዎ ዘሎ ቅዋም ካብ ጭንቂ ዝመፀን ሓያል መሲሉ ናብ ዘተ ንምቕራብ ዝመሃዞ እምበር ሓዱሽ ነገር ኣይኮነን ይብሉ። ብዝኾነ ወሃቢ ቃል ጉጅለ ህወሓት ኣይተ ሚኪኤለ ኣብ ድምፂ ወያነ ብምቕራብ ምዕራብ ትግራይ እባ ተመዛበልቲ እባ ሉኣላውነት እባ ዝብሃል ነገር የለን ዕላማና ዋላ ምዕራብ ክህበኩም እየ እንተዝብለና ብልፅግና ኣራት ኪሎ ምእታው እዩ ብምባል ግልፂ ገይሩ ኣሎ። ድምፁ እስኪ ንስማዕ።
ብዕርቂ ናይ ምውዳእ ዕድሉ ናብ ቀደም ቀደም ቀደም ኣምሊጡ እዩ ሕዚ ሕዚ ክንሓስቦ ዝግበአና ህዝቢ ትግራይ እውን ክሓስቦ ዝግብኦ እዚ ስርዓት እዙይ እንተዘይተቐቢሩ ኣብ መቓብሩ ሓድሽ ስርዓት እንተዘይፈጢርና ከም ህዝቢ ከም ህዝቢ ትግራይ ክንነብር ኣይንኽእልን ዝብል እዩ ማለት እዩ ኣብዚኣ ዘላ ሓንቲ ዝተጋገየ ተረኣያ እውን ክእርማ ዝደሊ ምዕራብ ትግራይ እንተህውና ተፈናቐል እንተመሊሱ ከም ዝበሃል ነገር የለን ኣብ እግሪ ጨዓ ዝወቐለት ቆልቋል እንታይ ኣትኾን ናነብዐት ትነብር ስርዓት እንተዘይፈሪሱ ምዕራብ ትግራይ ፅባሕ ንግሆ ተገዲዱ ተዝህበና እውን ተወዲኡ መፅኡ ድሕሪ ፅባሕ ንግሆ እዩ ዝወቐና ማለት ናይ ህልውናና ሓደጋ ቀንጢጥና ክንህሉ ክንውስን ክንክእል ኣለና። ነዛ ምዕራፍ እዚኣ ኢና ክንዳሎ ዘለና ዝብል እዩ ክፍለ ክተሓዝ ዘለዎ ማለት እዩ። እዚ ዘረባ እዚ ዝሰማዕኹም ተመዛበልቲ እንታይ በልኩም? ትማሊ በብመዓልቱ መልሱና ንገዛና ኢልኩም ሰልፊ ዝወጻእኹም ተመዛበልቲ ሕዚኸ ሕቶ ጉጅለ ህወሓት ግልጺ ዶ ኮይኑልኩም? ብህዝቢ ተባሪሩ ናብ ዝሰኣኖ ስልጣን ክምለስ ዘንባሁቕ ዘሎ ጉጅለ ደብረፅዮን ጉዳይ ምዕራብ ትግራይ፣ ጉዳይ ተመዛበልቲ፣ ጉዳይ ሉኣላውነት ትግራይ ጉዳዩ ከምዘይኮነ ዕላዊ ገይሩልኩም ኣሎ። እሞ ድማ ምዕራብ ትግራይ ዝብሃል ኣይንፈልጥን ኢሉ ምስ ዝኣምንን ኣብ ካርታ ሃገሩ፣ ምዕራብ ትግራይ ዝብሃል ዘየለስ ኣምሓራ እዩ ኢሉ ምስ ዝኣምን ሻዕብያ ተላፊንካስያ ኣራት ኪሎ ክብጻሕ። ብድሕሪኡኸ ጉዳይ ምዕራብ። መጻምድኻ ምዕራብ ትግራይ ዝብሃል የለን ምስ ዝብሉ ጸሚድካስ ብኸመይ መንገዲ እዩ ምዕራብ ትግራይ ክምለስ? ኩለና ደቂ ትግራይ ንመያየጠሉ። ካድረታት ደብረፅዮን ዝኸሓድዎም ኣብ ውግእ ሸረሪና ኢዶም ብሰላም ብምሃብ ህይወቶም ዘድሓኑ ጀጋኑ ደቂ ትግራይ ለመቕነ ሓደ ጉጅለ ጋዜጠኛታት ኣክቲቪስታትን ብኣካል ኣብ ዘለዎ ብምኻድ ኣዘራሪብዎም ኣሎ ጉጅለ ህወሓት ባህሪኡ እዩ። ሰነ ዓሰርተ ሓሙሽተ መጸት መጸት እንትበሃል መምሰሊ ሽም ዓለኲሱ ዝክረ ሰማእታት ይብል እምበር ስዉኣቱ ዝርስዕ፣ ንስድራ ስዉኣቱ ዝኣስር ዘንገላትዕ ልዕሊ ጉጅለ ህወሓት የለን። ኣብ ውግእ ክትማረኽን ክትማርኽን ባህሪያዊ እዩ እናበለካ ይጸንሕ እሞ፣ ብጭብጢ ዝተማረኹ ዕጡቓቱ ብሚድያታት እንትቐርቡ ዓይኑ ብጨው ሓፂቡ ኣይናተይን ይብል ሓልሓሊፉ እውን AI እዩ ዝብልዎ ፋሽን ኣምፂኡ ኣሎ። ኣብ ውግእ ሸረሪና ዘጋጠመ እውን እዚ እዩ። ሓደ ነባር ካድረ ጉጅለ ህወሓት ኣብ ድምፂ ወያነ ትግራይ ቀሪቡ ምሩኻት ሸረሪና ዝብሃሉ ዘለዉ እኮ፣ ኣብ ክልተ ሽሕን ዓሰርተ ሰለስተን ዓመተ ምህረት ዝተኣከቡ ተጋሩ እዮም ክብል ሰሚዕና። ተጋሩ ኣይኮኑን እንተዝብለናስ ታይ ዶ ክንብል ኔርና ኢና። ጉጅለ ጋዜጠኛታትን ኣክቲቪስታትን ትግራይ ኣብቲ ቦታ ብምኻድ ኣዘራሪብዎም ኣሎ ነዞም ጀጋኑ ሂወቶም ዘድሓኑ። ብዝርዝር ኣብ ኣኽሱማውያን ሚድያ፣ ዳሞራ ሸውን ካልኦትን ብዝርዝር ክቐርብ እዩ። ክሳብ ሽዑ ነዚ ኣንደበቶም እስኪ ንስማዕ። እንታይ እሞ ማለት ቁርሲ ጸወታ ይቀልል ማለት ቁርሲ ጸወታ ማለት ኣብ ክባ ኣቲካ ሓደ ክባ ፈንጺሕካ እቲ ሓደ ክባ ክትፍንጽሕ እንደገና ሕውስውስ ነይሩ ማለት እዚ ክትፈልዮ ኣይትክእልን መን ተሰዊኡ መን ኣትዩ ከ ኣይትፈልጥን

ኣፀያ ማለት እዩ።
ኣብ ካልኦት ግንባራት ዘለኹም ዕጡቓት ተጋሩ እውን ሕሰብሉም ህይወትኩም ኣድሕኑም ምእንቲ ሻዕብያ ኢልኩም ህይወትኩም ኣይትስኣኑ ሕወሓት እዚ ጉጅለ እዚ ዕላምኡ ግልፂ ገይሩ እዩ ምዕራብ ትግራይ ዝብሃል የለን ሉኣላውነት ትግራይ ዝብሃል የለን ኣራት ኪሎ ክምለስ እየ ኢሉ እዩ ስለዚ ንሓደ ጉጅለ ዕጡቕ ክትብሉ ህይወትኩም ኣይትስኣኑ እዩ መልእኽትና። እትከታተልዎ ዘለኹም ዜና ዳሞራ እዩ። ሸር፣ ሳብስክራይብ ምግባር ኣይትረስዑ። ቀጽልና። ውዙፍ መንግስቲ ደብረጽየን ከተማታት ትግራይ ካብ ናይዚ ዓመት ኣታዊኤን ኣርብዓን ሽዱሽተን ሚእታዊ ንኲናት ናብ ክልል ኣታዊ ክገብራ ኣተሓሳሲቡ። ብኣይተ ኣለም ገብረዋህድ ዝምራሕ ቢሮ ልምዓት ከተማን ኮንስትራክሽንን ናብ ኩለን ከተማታት ትግራይ ግልፂ ደብዳቤ ከምዝፀሓፈ መረዳእታ ረኺብና ኣለና። እቲ ዝተፅሓፈ ደብዳቤ ግልፂ ከምዝገበሮ ከተማታት ትግራይ ኣብ ክልተ ሽሕን ዓሰርተ ሸሞንተን ዓመተ ምህረት ካብ ዝረኸበኦ ኣታዊ ኣርባዓን ሽዱሽተን ሚእታዊ ንመኸተ ናብ ክልል ኣታዊ ክገብራ ተወሲኑ እዩ። ኣርባዓን ሽዱሽተን ሚእታዊ እቶት ከተማታት ትግራይ ማለት ሓሙሽተ ቢልዮንን ዕስራን ሸውዓተን ሚልዮንን ብር ማለት ምዃኑ እውን ካብ ውሽጣዊ ምንጭታትና ኣረጋጊፅና ኣለና። ዋንነት ሓዱሽ ትውልዲ ብሓዱሽ መንገዲ ብዝብል ርእሲ መድረኽ ዘተ ኣብዚ ኣብ ከተማ ኣዲስ ኣበባ ተሳሊጡ። ኣብቲ መድረኽ መንእሰይ ትግራይ ዕድልካን መፃኢኻን ባዕልኻ ወስን፣ ዕፃ መናእሰይ ኣብ ወሳኒ ሰዓት ዝብሉ ጭርሖታት ብስፍሓት ዝተቓልሑ እንትኾኑ ዘለናዮ ወቕቲ መንእሰይ ትግራይ ኣብ ዓዱ ለውጢ ንምምፃእ ተወዲቡ ክቃለስ ጥራሕ ዘይኮነስ ቃልሱ ባዕሉ ክመርሖን ክውንኖን ይግባእ ዝብሉ ሓሳባት እውን ኣብቲ መድረኽ ብስፍሓት ተላዒሎም እዮም። መጻኢ ትግራይ ኣብ ኢድ ኣተሓሳስባ ህወሓታውያን ዘይኮነስ ኣብ ኢድ ሓዱሽ ወለዶ መንእሰይ ምዃኑ ፈሊጥካ ሰላማውን ፖለቲካውን ቃልስኻ ባዕልኻ ብሓዱሽ መንፈስ ክትውንን ይግባእ ዝብል ሓሳብ እውን ተላዒሉ እዩ። እዚ መድረኽ ብፈለግ ሚድያ ዝተዳለወ እንትኸውን ብርክት ዝበሉ ዕድመ ዝተገበረሎም ኣጋይሽን መናእሰይን እውን ዝተረኸብሉ እዩ። ወኪል ውድብ ሕቡራት መንግስታት ኣብ ኢትዮጵያ ዞንያ ኦጄሎ፣ ትግራይ ተጓዒዘ ህዝቢ ኣብ ዘዘራርበሉ እዋን፣ ህዝቢ ትግራይ ብኲናት ከም ዝሰከሐ ብተደጋጋሚ ገሊጹለ እዩ። ኩለኹም ፖለቲከኛታት ኲናት ካብ ምጉህሃር ተቖጠቡ ብምባል መልእኽቶም ኣመሓላሊፎም። ሬድዮ ዶቼ ቬለ ሚድዋ ሬድዮ ጀርመን ኣብ ናይ ትማሊ ጸብጻቡ ከም ዝበሎ፣ ኦዞንያ ኦጀሉ፣ ኣብ መንጎ ፌደራል መንግስቲ ኢትዮጵያን ፖለቲካዊ ሓይልታት ትግራይን ዝካየዱ ዘለዉ ውግኣት ብሁጹጽ ጠጠው ኢሎም ዘተ ሰላም ክጅመር ኣተሓሳሲቦም ኣለዉ። ወኪል ውድሑራት መንግስታት ኣብ ኢትዮጵያ ናይጀርያዊ ኦዞንያ ኦጆሉ፣ ህዝቢ ትግራይ ብዘይ ዝኾነ ስግኣት ክነግድን ክሰርሕን ናብ ስሩዕ ህይወቱ ክምለስን ኩለኹም ሓይልታት ፖለቲካ ናብ ሰላማዊ ዘተ ክትምለሱ ይግበኣኩም ምባሎም ራዲዮ ጀርመን ጸብጺቡ። ኣዞንያ ኦጀሉ ብተደጋጋሚ ናብ ትግራይ ከይደ ህዝቢ ትግራይ ኩናት ዝፅየፍ ሰላም ዝደሊ ህዝቢ ምዃኑ ግልፂ ገይሩለ እዩ ስለዚ ፖለቲከኛታት ናብ ድርድር ናብ ዘተ ተመለሱ ብምባል ግልፂ መልእኽቲ ኣመሓላሊፎም እዮም ይብል ራዲዮ ጀርመን። ህዝቢ ትግራይ። ማሕበረሰብ ዓለም ናብ ዘተ ሰላም ናብ ድርድር ተመለሱ ይብሉ ኣለዉ። ብሻዕብያ ዝምራሕ ጉጅለ ህወሓት ድማ ምናልባት እውን ኣብ ፖለቲካ ዓለም ብዘይተለመደ መንገዲ ዘተ ኣይንቕበልን ኣይንደራደርን ይብሉ ኣሎ። ሕቶና መንግስቲ ኣራት ኪሎ ምግልባጥ እዩ ብምባል ዕላዊ ገይሩ ኣሎ። እምበኣርከስ ንሎሚ ዘዳለኹልኩም ዜና ዳሞራ ነዚ ይመስል ነይሩ። ሰላም ንኹለና፣ ሰላም ንትግራይ፣ ደሓን ኩኑ።